ሰላም ሰላም ሓባይቢ ነዛ ቪድዮ እዚኣ ትከታተሉ መላእ ዓለም ኮንኩም ሰላምኩም ብዝሕ ትርፍ ይበልልይ እምበርክስ ነባራት ኣሕዋተይ ሕዚ እውን ደገፍኩም ኣይፈለየኒ ላይክ ሼር ምግባር ኣስተያየትኩም መፅሓፍ ትገብሩለይ ደገፍ ኣዝየ ዘመስግን ኣስተያየትኩም ላይክ ምግባር ኣይትርስዑ ናበልኩ ደቂ ዓበይቲ ብትገብሩለይ ደገፍ ኣዝየ ዘመስግን ክብረት ይሃበለይ ሓደሽ ዝኾንኩም ሰብስራይ ናገርኩም ናይ ደወል ምልክታ ናፃንኩም ካብ መሲ ካብ ማጭኦ ቤተሰብ ትኾኑ ትሕትና ይዕድም እምበርክስ ለማዕንቲ ፍልይ ዝበለ ቪድዮ እየ ዘለኹም መፅእ ማለት እዩ። እቲ ቪድዮ እንታይ እዩ መልእኽተይ ንወዳት እያ ቀልዲ ምስ ቁም ነገር ቀልዲ ምስ ቁም ነገር እዩ መልእኽተይ ኣብዝሐለይ ደስ ትልኩም ለሸር ግበርለይ እናበልኩ እያ እና መልእኽተይ እንታይ እዩ ናይ ወዳት እያ ለማዕንቲ ማለት እዩ። ኣብ ከይዲ ፍቅሪ ዘለኹም ገና ኣብ ርሑቅ ፍቅሪ ዘለኹም በሪ ዘይረአኹም መልእኽተይ ንዓኹም እያ ማለት እዩ። እንታይ እዩ ኣብ ርሑቅ ፍቅሪ ነይርኹም ኣብ ከይዲ ፍቅሪ ገና በሪ ዘይረአኹም መዓልቲ ቆጸረ ገይርኩም ምስ ፍቕረኛኹም ትራኽቡ ተለኹም ንመጀመርያ ግዜ ጾታዊ ርክብ ከይትፍጽሙ ክብለኩም ይደሊ። እንታይ ደኣ እቲ ጽቡቕ ዕላልኻን፣ እቲ ጽቡቕ ስጠታኻን፣ እቲ ጽቡቕ ጨወታኻን፣ እቲ ጽቡቕ ስጦታኻን፣ እቲ ጽቡቕ ደረትኻን ኣጎዝጉዝካያ ሕደር፣ ኣብ ካልኣይ መዓልቲ ድሌትኻ ግበር እናበልኩም እየ እና ብሓቂ ማለት እዩ ንመጀመርያ ግዜ ፆታዊ ርክብ ንምፍፀም እቲ ልባም ወዲ ከምኡ ይገብር እዩ ማለት እዩ እንታይ ደኣ ፅቡቕ ዕላሉን እቲ ፅቡቕ ስጠታኡን ፅቡቕ ደረትን ፅቡቕ ሽታኡን ኣብ ግዝግዝ ከይሓደር ብካልኣይ መዓልቲ ድሌት ክንግበሩ ናልክ እየ ደቂ ዓበይቲ ቀልዲ ምስ ቁም ነገር ሓዝለይ መልእኽተይ ማለት እዩ ኣብ ከድክ ኣብ ፍቕሪ ነርካ ኣብ ርሑቕ ነርካ ኣብ መጀመርያ ትራኸብ ተለኻን ኣብ ርሑቕ ነርካ ተዕልሉ ዕላንን ንመጀመርያ ትራኸብ ተለኻን እና በቃ ገለ ይስምዐካ ማለት እዩ ኣብ መጀመርያ ትራኸብ ተለኻ ፍቕሪ ፍቕሪ ኣይ ፍቕሪ ኣይ ፍርሒ ኣይ ሙቐት ኣይ ዛሕሊ በቃ መጀመርያ ብኣካል ትራኸብ ተለኻን ኣብ ርሑቕ ዘለኻን ዝተፈላለዩ ማለት እዩ እና ንመጀመርያ ግዜ ትራኸብ ተለኹም እንታይ ደኣ ታካፍልዋ ፅቡቕ ዕላልኹም ፅቡቕ ጨዋታኹም እንተ ናይ መጀመርያ መዓልትስ በቃ ብፅቡቕ ዕላል መፃእኻን ዘለኻዮን እቲ ንኹሉ በቃ ኣስተማቒርካዮ ትሓድር ደማን ደማን ክካተዋሕዱ ክሓድር ኣለዎ እምበር ን ተቓዳዲምኩምሲ ንጾታዊ ርክብ ኣይትቃዳደሙ ማለት እዩ እና እቲ ጽቡቕ ዕላልኹም እቲ ጽቡቕ ደረትኹም ኣጎዝግዝኸም ተሓዲርኩም ኣብ ካልኣይ መዓልቲ ድሌትኹም ተገባርኩም ጽቡቕ ናይ ፍቕሪ ግዜ እዩ ዝሓልፈልኩም ንዘለኣለማዊ ማለት እዩ በቃ ኣስተማቒርኩም ኣነኹም ደማን ደምካን ተዋሒዱ ኣሎ ኣብ መዓልቲ እንተ ካልኣይ መዓልቲ ትረኽብዋስ ብጣዕሚ ሓፂፅኹም ኢኹም ትርከብዋ ማለት እዩ ሓፂፅኹም በቃ እንተ ካልኣይ መዓልቲ ሲ መዓዝ እየ ክረኽባ መዓዝ እየ ክረኽቦ ያላ በቃ መዓዝ እዩ ትመሽት እታ ምድሪ ትብሉ ማለት እዩ ግን ኣብ ነዊሕ ግዜ ነርኻ ፍቕሪ ነርኻ መጀመርያ ግዜ በቃ ንዓ ክረክብ ኢለ ካብ ፀጥታዊ ርክብ ትቀዳደም ተኮይንካ እዚ ብኣነ ወገን ብኣነ ወገን ከም ዘቀ ንጽታዊ ርክብ ኣየድኸደኩም የውሊ ኣውድኸደ የለ ማለት ግን እቲ ዕላልኻን ጽቡቕ ጨናኻን ጽቡቕ ደረትኻን ንሓንቲ መዓልቲ ከምኡ እንተተሕልፍዎ ኣብ ካልኣይ መዓልቲ ጸታዊ ርክብ ተትፍጽሙ ደስ ይብል ማለት እዩ እና ኣሕዋተይ መዓረይ ለማዓንቲ ቀልዲ ምስ ቁም ነገር መልእኽተይ ሓድለይ ነበርክ ለማዓንቲ ናይ ንእሽተን ጨዋታ ትኾነኩም ደቂ ዓበይቲ ገና ኣብ ፍቅሪ ዘለኹም ገና ኣብ መንገዲ ጉዕዞ ዘለኹም በሪ ዘይርኢኹም እዩ ደቂ እኔ ማዕረይ እና ቀልዲ ግን ስቁም ነገር እዩ መልእኽቲ ሓዝለይ ብሓቂ ማለት እዩ እቲ ፆታ ርክስ ላብሪ ከደ ይብሉ ማለት እዩ ኣብ መጀመርያ ትራኸብ ተለኻን ዝነበረካ ስምዒት ከምዚ በቃ ፅቡቅ ጨዋታኻ ፅቡቅ ደረትኻ ፅቡቅ ሽታኻ ኣጎስግስኻ ይሕደር እምበር ንፆታዊ ርክብ ኣይትቀዳደሙ ማለት እዩ መጀመርያ ዕለት ትኾን ተለኹ ኣብ ካልኣይ መዓልቲ ግን ደስ ዝበለኩም ትገብሩ ደስ በሃሊ ማለት እዩ ደቅነይ መዓረይ እና ለልማዓንቲ ጨወታና እዚኣ ትመስል ደስ ተልኩም ለሸር ላይ ጎርለይ ማለት እዩ ደቂ ዓበይቲ ኣዝየ ዘመስግን ደቅነይ መዓረይ ምስ ገሩለይ ኣስተያየት እውን ጨወታና እዚኣ ትመስል ኣብ ካልኣይ ቪድዮ እስከ ንራኽብ ስለሚራኽብና ክብረት ይሃበለይ ደቂ ዓበይቲ